ሃይ ደቂ ነጋውስ ከመይ ኣለኹም ኣዜቤ ኣነ ብጣዕሚ ፅቡቅ ኣለኹ ንስኻትኩም ፅቡቅ ክትህልው ከዓ ተስፋ ገብር ፈቶክሜ ፈቶክሜ ፈቶክሜ ደቂ ነጋውስ ሕጂ ምፅኤልኩም ዘለኹ ከዓኒ እንታይ እዩ ኩነታትና ዘሎ እንታይ ኢና ንኸውን ዘለና ንምንታይ ኢና ኣብዚ በፂሕና ዘለና ነፍሰብህለሉ ዘለና እቲ ንዓና ኢፌክት ኮይኑ ዘሎ ኣብዚ ኣብዚ ሰዓት እዚ ሲ እቲ ናቱ ኮዝ እቲ ናቱ ጠንቂ ሲ እንታይ እዩ ከምዚ ኮይና ዘለና እ፣ ኣብዚ ዘለናዮ ኩነታት ዘሎ ኤርትራዊ ኣብ ሙሉእ ዓለም ኦኬ ንምንታይ እዩ እዩ ዝብል እታ ኣርእስታ ሰብ እዩ ሕጊ ዝፈጥር ኦኬ ሰብ ሕጊ ክፈጥር ከሎ ንዕኡ ደዋፃፅኦ እዩ ካልኦት ሰባት ዝፈጠርዎ ሕጊ ኣብኡ ኣይትሰምርን ኢኻ ድሕንደ የዋፃፅኣካ ኮይኑ ስለዚ ክንበራበር ክንክእል ኣለና ሕጅስ እንታይ ኢና ኮይና ኣብኡ ኮይ ኣብኡ ኣቲና ዘለና ኣነ ፈልጥ ኩሉ ግዜ ዝደቀሱ ኣለዉ ዝተበራበሩ ኣለዉ ንእሽተይ ከዓኒ ኣብ ኣየፍቲ ኣየፍቲ ዝኾኑ ንኡሰባት ኣለዉ እሱ ኢሎም ኣይፈልጡን እዮም ኣበይ ይኸዱ ናፍቲ ናፍትን ዝብሉ ግን እቶም ተባራሚሮም ዘለዉ ሲ ይፈልጡ ደለዉ ፕላስ ይፈልጡ ደለዉ ጥራሕ ዘይኮነ ሲ ኣብቲ ድደልይዎ ሲ ቀው ኢሎም ይጥሙት ኣለዉ ዲዮ እቲ ንሕና ዝደለናዮ ክኾነልና ሕጂ ንምንታይ ኢና ኣብ ናይ ካልኦት ንዓና ዘይከውን ደይ ምእምኣና ሕጊ ነጥፍእ ሲ ንምንታይ እዩ እየ ዝብል ሕጂ ክኸዶ እየ ደቂ ነጋውስ ይፈትወኩም እየ ይፈትወኩም ይፈትወኩም እየ ኦኬ እኩባት ሕጂ እዚ ባህል ኢለ ከምፅኤ ግን ኣብቲ መሬት ንሪኦ ዘለና እዩ ኣብ ኤርትራ ውሕዳት ሰባት ንብዙሓት ሰባት ተቋፃፂሮም ኣለዉ ነታ ምልእቲ ዓዲ ተቋፃፂሮም ኣለዉ ውሕዳት ሰባት ኦኬ ዋላ እቶም ውላዶም ናታቶም ከማን መሳኪንሲ ኣብቲ ዓዲሲ እ፣ ርግእ ኢሎም ክነብሩ ከማን ኣይኽእሉን እዮም ንገዛ ርእሶም ፋሕ ኢሎም እዮም ደለዉ እቶም እቲ ካብ ዓድኻ ምውፃእ እቲ ጉድኣቱሲ ከመይ ኣፌክት ይገብረካ ነቲ ሜንታል ሄል ነቲ ሜልታ ዌልቢን ካስ ብዙሕ ኣይፈልጥዎን እዮም ንጥዕና ናይ ሓንጎልካ ማለት እዩ ንርግኣትካ ኦኬ ንርግኣትካ ክንድምታይ ከቢድ ምዃኑ ዋላ ወፂኻ ተምሃር ዋላ ዝኾነ ነገር ገለ ነገር ኣሎ ሲ ድብፅብፀካ ነገር ኦኬ ስለዚ እዚ ከማንስ ኣይርድእዎን እዮም ጥራሕ ነቲ ነታ ናይ ግዜኡ እታ ናታቶም ሮል ከም ከም ባምቡላ ወይ ከዓ ከም ሮቦት ነታ ዝተባህልዋ ጥራሕ ይገብሩ እንታይ ይኸውን ኣሎ እቲ ናቶም ኦፍስፕሪን ነቶም ውላዶም ወይ ከዓ ናታቶም ስድሮ ቤቶም ዋላ እቲ ኤክስተንድድ ፋሚሊ ዋላ ሓንቲ ሲ ዘይፈልጡ እንታይ እዩ ዝኸውን ዘሎ እንታይ እዩ ዝኸውን ዘሎ ዘይፈልጡ ምክንያቱ ሲ ኤርትራስ ነቒፃ ዋላ እቲ ፅርግያታት ጸምዩ ፅምፅም ከምዚ ናይ ጎስት ኤርያ ኮይኑ ብድኾነ ሕጂ ስርሐይ እሞ ንምንታይ እዩ ሲ ንነብስና ዲሒናስ ነቶም ሰባት ከምኡ ዝገብሩ ዘሎስ ንምንታይ ኢና ደይነድሕኖም እዩ እቲ ናተይ መይን ክስታይ ንምንታይ ሕጊ ንዓና ዝምእምኣና ንኩሉ ሰብ ዝምእምእን ፈቃር ዝኾነ ኣርባሒ ንኩልና ሲ ሕጊ ንምንታይ ሲ ዘይንፈጥር ንሕናስ ኣብዚ ዓለም ሲ ራይት ኣለና እንዶ ክኸዶ ፅሕፈይ እኩባት መራሕቲ ብምስጢር ዝሰርሑ ስርሒት ኦኬ ስርሒት ዝመፀ ኣብ ኤርትራ ደቀባር የሳጉጉን ይቐትሉን ኣለዉ ይበሃል ስጋብ ሕጂ ኦኬ እዚ ዝግበር ዘሎሲ ምወወጽዮም ይዛረቡ ኣለዉ ብዙሓት ናይ ቀደም ተጋደልቲ ናይ ቀደም ሰባት ፈላጣት ገለ ኣነ ንገዛእ ርእሰይ ሓቂ ዘረባ ክዓቢ ከለኹ እዚኣ እንዳ ሰማዕኩዋ እየ መጽየ ግን ኣነ ፍጹም ሲ ደይ ንእሽተይ ኮንካ ሰብ ክፉእ እገብር ኢልካስ ኣይትሓስብን ሃኻ ከም ትተዓባብያ ካንዲ ብፍጹም ብፍጹም ኢልናስ ንካታዕ ነርና ብዝኾነ ሕጂ ግን ባዕሎም ወጺኦም ንዓና እዚ ከምዚ ከምዚ ወሪድና ከምዚ ርኢና ገለ ክብሉ ከለዉ ብጣዕሚ የፍርሓካ እቲ ኤርትራዊ ዝኾኖ ዘሎስ ይፈልጥ ዶ ኣሎ ይጸንት ጠፍእ ከም ዘሎ ክጠፍእ ከም ዝጸንሐ ንስሳ ዓመት ሓምሳ ዓመት ከ ይፈልጥ ድዩ ይቕተል ከም ዝጸንሐ እዚ ክንፍትሾ ክንክእል ኣለና እቶም መንእሰያት ት- ንማራመር ኢና እ፣ ድብሉ እቲ ታሪኽና ክንዕቅብ ታሪኽና ክንዕቅብ ታሪኽ ካብ መጀመርታ ክትፈልጦ ክትክእል ኣለካ እንታይ ዓይነት ታሪኽ እዩ ታሪኽ ኣበይ ከይኸይድ ኣብኡ ኮፍ ክብል እዩ ወየ ከማን ዝስንዶ ብስነ ስርዓት ከከም ድላዩ ሰብ ክስንዶ እዩ ታሪክ ኣይጠፍእን እዩ ኦኬ ግን እቲ ታሪክ ኣፅኒዕካሲ እንታይ ኢካ ካብኡ ትመሃር እንታይ ኢካ ትብል የዋፃፅኣካ ዶ የዋፃፅኣካ ምስ መን ኢካ ትድቅስ ነርካ ምስ መን ኢካ ትሰርሕ ነርካ ምስ መን ኢካ ትጋደል ነርካ ምስ መን ኢካ ትረብር ነርካ ምክንያቱ ነጋዳይ እቲ ናቱ ፕሮፊት ድሕን ደይጥምት ኮይኑ እቲ ንግዲ ፋልሶ እዩ ግን ኣይነገደን ማለት ኣይኮነን። ነጊዱ ኣሎ፣ ሸቂጡ ኣሎ፣ ዓዲጉ ሸይጡ ኣሎ። ግን እቲ ፕሮፊት እቲ ውፅኢቱ ጥፍኣት ተደኣ ኮይኑ ኦኬ ኣብ ዕዳ ድሕን ኣትዩ እቲ ዝነገዶ የለን ማለት ኣይኮነን። ነጊዱ እዩ ከም ታሪክ ግን ዜሮ ወፂኡ ኣሎ ማለት እዩ። ኦኬ ካብ ቀደም ጀሚሮም ካብ ሃይለ ስላሴ ደርጊ ሕጂ ድማ ህግደፍ ኦኬ ካብ ምሕናቕ ቤት ገርግሽ ስጋ ኣብ ኮላሊት ምውፃእ መንእሰያት ኤርትራውያን እዚ ግፍዕታት ኦኬ ካብ ሃይለ ስላሴ ኦኬ ኣነ ንገዛ ርሰይ ኣብ ዕዳጋ ሓሙስ ተሓንቆ ሪኦ ኣለኹ ቆልዓ ኮይነ ኣይረኣኽን ንስኺ ከምኡ እዚ ዕድሜኺ ገለብሉኒ ግን ኣነ ርኤ ኣይፈልጥን ርኤ ኣነ ብዙሕ ነገር ነ ዝርኢ ግን ርኤ ኣለኹም ርእየን ጽጋብ ሕጂ ኣብ ሓደ መጽሓፍ ከማን ርእዮ እሳ መስለኒ ከም ዝረኣኹዎም ኮይኑ ስማዕኒ ብዝኾነ ንሕና ኢንፊነንቲ ኢና ብዙሕ ትራብል ክንገብር ንኽና ንቕድሚት ክንከይድ ንኽእል ኢና ንድሕሪት ክንከይድ ንኽእል ኢና ክንፈልጥ ንኽእል ኢና ኣይደኖ ኣበይ ርእየያ ኣነ እዛ ነገር እዚኣ ርእየያ ቅድሚ ሕጂ ክካትዕ ከለኹ ገኖ እዮም ዝብልን ብዝኾነ ኣብ ቤት ገርጌሽ ሰባት ይቕተሉ ነይሮም መንእሰያት ይቕተሉ ነይሮም ብስልኪ መን እዩ ዝቐትሎም ነይሩ? ንምንታይ እዩ ከምኡ ዝግበር? እዚ ዓብዪ ነገር ክፍለጥ ዘለዎ እዩ። መን እዩ ነዞም መንእሰያት ዝቐትሎም ነይሩ? መን እዩ እዚ ኣብ ኣብቲ ግዜ እቲ እ፣ ከምዚ ኮ- ኣብ ቤት ገርግስ ቆልዑት እ፣ መንእሰያት ምቕታል ግን ምን ሓድሽ ነገር እዩ። ኦኬ ይግዛእ ይግዛእ ነይሩ፣ ግን እዚ መቕተልቲ ኖ ኣይነበረን። ነብሲ ሂወት ከተሕልፍ ንኤርትራዊ ዓቢ ነገር እዩ ኣይፈትዉን እዮም ሂወት ሰብ ከሕልፉ ምክንያቱ ኣነ ናይቶም ጀነሬሽን ስለ ዝነበርኩ ኣነ ሃህ ኢለ ክዛረብ እኽእል እየ ልበይ መሊየ ኣብ ቤት ገርግሽ ክቐተሉ ከለዉ መንእሰያት ንምንታይ እዮም ተቐቲሎም እዚ ዓቢ ነገር መንእሰያት ክትሓትሉ ዘለኩም ምክንያቱ ኣብ ቤት ገርግሽ ቀደም መን እዮም ዝቐትልዎ ነይሮም ንምንታይ እዮም ዝቐትሎም ነዚ ዘለዎ ሕጂ ንምብፃሕ ዶ ይኸውን እዚ ክፍተሽ ኣለዎ ኦኬ ዳሕራይ ደርጊ መፅዩ ኣብ ደርጊ ከማን ብዙሓት ይቕተሉ ነይሮም ኦኬ ይቕተሉ ነይሮም ሕጂ ከማን ይቕተሉ ኣለዉ እዚ መንእሰያት እዮም ዝቕተሉ ዘለዉ ኩላይ ኩልሊቶም ወፃ ኣሎ ካብ መጀመርታ ስጋብ ሕጂ ፍቅ ሽግር ከማን የብልናን ምስ ደርጊ ኢሎም እቶም ናይ ደርጊ ሕጂ ኣብ ኤርትራ ኣለዉ ቅድሚ ሕጂ ከማን ብምስጢር ይራኸቡ ቃኞ ኣትዮም ይራኸቡ ነይሮም እዩ ዝበሃል ስለዚ መን እዩ እንታይ እዩ ዝገብር ዘሎ እዚ ክንፈልጥ ክንክእል ኣለና ኤርትራዊ ስጋብ ሕጂ ይቅተል ኣሎ ንሓምሳ ዓመት ኣይጸነተን ወጽዩ ኣይውዳኣን ተቀቲሉ ኣይውዳኣን ዓይነት ኮይንዎም እዩ ዘሎ ስለዚ መን ይቀታል ኢና ምስ መን ኢና ንዓጦ ዘለና እተን ውሕዳት ሰባት ሃሃሃሃ ዝብሉ ወይ ሰብኡት ዋላ ኣንስቲ ዝብላ ንዐን ክንቅድፈን ኣለና ፍርሒ እዩ ኣብኡ ዘእትወን ሽግር ኣሎ ናብኡ ደእትወን ኦኬ ዲፌን ሜካኒዝም ዝበሃል ነገር ኣሎ ኦኬ ማታን እቲ ሓንጎል ስለ ዘይክእሎ ድሕን ንዝኣለ ዝዛረቦ ዘለኹ ብሓንሳብ መጺኡ ሓሲበኖ ክኽእለኦ ኣይኽእላን እየን ክኽእልዎ ኣይኽእሉን እዮም the only way repress ጌሮም ሽዑ ምስቲ ምዕባድ ምዕባድ እዩ okay ታይ ዓይነት ጸወታ እዩ ብዝኾነ እዚ መስል እዚኣ በል ጣዕሚ ቀንዲ እያ ካብ መጀመርታ ካብቲ ናይ ቤት ጌርግሽ ቅድሚም ኣሎ እንዶ ካብ ቤት ጌርግሽ ምሕላቕ መን እዮም ከምኡ ዝገብሩ ነይሮም መን እዮም ከምኡ ዝገብሩ ነይሮም እዚ ክፍተሽ ክኽእል ኣለዎ መንእሰይ ናትካ ሓላፍነት እዩ ኦኬ ሕነኻ ክትፈዲ ሕነኻ ክትፈዲ ማለት ክስቶን ወዲ ክስቶን ክስቶን ወዲ ክስቶን ኔሜንሽም ዝበሃል ነገር ኣሎ ከምዚ ገይሮም ኣቦሓጎኡ ከምዚ ገይሩ ኣዲኡ ከምዚ ገይራ እዚ ክመጽእ ክኽእል ኣለዎ ምክንያቱ እዚ ኡሲርካ ናይዞም ጀነረሽን ዘለዉ ዝገብርዎ ናይዞም እኩባት እንታይ ምስጢራዊ ሰልፊ ድዮም ድባህሉ ናይ ህዝቢ ኣግባር እሳቶም ክኾ ይኽእሉ መን እዩ መጀመርታ ዝጀመረሎም ንዓታቶም ኣብዚ ክበጽሑ እዚ ክፍተሽ ኣሎ እዚ ብቀሊሉ ዝኸይድ ነገር ኣይኮነ ኢስ ቨሪ ዲፕ ንብዙሕ ዓመታት ብዙሕ ዓመታት ንብዙሕ ዓመታት ዝኸደ እዩ በቲ ወለዱ በቲ ቆትሉ ነቲ ሰብ ክብውዝዎ ዝደለዩ ሰባት ኣሎ መን እዮም እዚኣቶም ክፍለጥ ክኸል ኣሎ ምክንያቱ ዋላ ናፅነት ተባሂሉ ሕጂ ናፅነት ሰብዓ በድበድብድ ኣሎ ሳላሳን ክልተን ዓመት ኣብ ናፅነት ኮይኑ እንታይ ተረኪቦ ኩሉ ንታሕቲ ንታሕቲ ንታሕቲ ከይዳ መን እዮም ናፃ ዝኾኑ ዘለዉ እዚ ክንፈልጥ ክንክለና ቁሑዳት ሰባት ናይ ሕዝቢ ኣይኮነን እዚ ክንፈልጥ ክንክን ኣላ እዚ ኦፐን ትርእይዎ ኣለኹም እዚ ኦፐን ይርኣ ኣሎ ሰብ ኣብ ፍርሒ ኣሎ ኦኬ ኣይ ክን ኣንደርስታንድ ኦኬ ግን ኣትሊስት እግርኻን ኢድካን ኣክብ እግርኻን ኢድካን ኣፍካን ኣክብ ኢድክን እግርኽን ኣፍክን ኣክቢ ኦኬ ነቶም ዝሰርሑ ደሎ ኣብ መንገዲ ኮንኩም ኦብስትክል ኣይትኸውንዎም ኣብ ውሽጦም ኮንኩም ኣይትበፅብፅዎም ሓራም እዩ ክምለሰኩም እዩ ኢኖ ብሕማም ድዩ ብቃንዛ ድዩ ብገለመለ ማኒፌስት ክኸውን እዩ ኣብ ናታትኩም ትፈትዎም ሰባት ወይ ከዓ ኣብ ናታትኩም ወይ ኣብ ነብስኹም ፌር ኣይኮነ ኣብ ገዛኹም ክትኩሕኩሓኩም እያ ብዝኾነ ህዝቢ ኤርትራ ካብ ግፍዕታት ሃይለ ስላሴን ደርግን ክወፅእ ከምኡውን ካብ ማሕነቕቲ ግፍዕታት ዕዳጋ ሓሙስ እዩ ደቁ ንገድሊ ሰዲዱ ኦኬ መጀመርታ እዚ መሬት እዚ ናይ ኤርትራ ናይ ኤርትራውያን እዩ ኦኬ ናይ ውሑዳት ሰባት ካብ ገለ መለ ዝተኣኻኸቡ ኣይኮነን ኦኬ መሬት ናይ ወደባት እዩ ኦኬ እቶም ወደባት ግን ደ- እቶም ደቀባት ግን ኢዶም ተጠውዮም ኣለዉ ብውሑዳት ሰባት እዚኦም ናይ ግድን ይውሕ- ይብዛሕ ግዜ ይውሓድ ግዜ ፍርዶም ከም ዝፍረዱ እዚ ኣነ ከረጋግፀልኩም ኸል 100 ደም ኣይሰድድን እዩ ብፍጹም ኣብ ኤሮጳ ዋላ ድኣ ይዕበዩ ይወለዱ እምበር ጽባሕ ንግሆ ኮንትሮል ክገብርዎም እዮም ብፋይናንሽሊ ኮንትሮል ክገብሮም እዮም ሜንታሊ ካብ ደገ ኮይኖም ኣብኡ ዘለዉ ክፈልጥዎም እዮም ከምዚኣ ገይሮም ከዓ ከውፅኦም እዮም እመንኒ ብድኾነ ኤርትራውያን ደቀን ወሊደን ዓሰርተ ከብደን ወሊደን ዓሰርተ ክልተ ከብደን ወሊደን ኪዱ ምስ ኣሕዋትኩም ኮንኩም ናትኩም ባንዴራ ጌርኩም ናትኩም መንግስቲ ጌርኩም ብሰላም ከእንቡሩና ኢለን ዝሰደደኦም ኣዴታቶም ባዕላተን እየን ወርቀንን ደቀንን ጨርቀንን ዝሃባ ነዚኦም ውሕዳት ሰባት ኣይኮነን እሳተን ስጋዕ ድሞታ እዮም ዝፅበዩ ዘለዉ ውግእ እንዳገበሩ ውግእ እንዳገበሩ ባይንታይም ባይንታይም ዋይ እቲ ጀነሬሽን ኢንቨስት ዝገበረ ማእታን ክጠፍእ ኦኬ ኣተባቢዖም ኦኬ ኣተባቢዖም ደቀን ኣተባቢዖም ኣጆኹም ኪዱ ኢሎሞ ምክንያቱ ዓዶም ይፈልጥዎ እዮም ባዕሎም እዮም ዘመሓዳድርዎ ነይሮም ኢትዮጵያውያን ዋላ እቶም ኣምሓራ ድበሃሉ ኣብቲ ግዜ እቲ ኩሎም እቶም ኢትዮጵያ ትግራዮም ኦሮሞኦም ኣምሓራኦም ኩላቶም ተኣኻኺቦም እዮም ድመፁ ነይሮም ዓድና ኣይፈልጥዎን እዮም ነይሮም ኣይፈልጡና ኣይንፈልጦም ጋሻታት እዮም ነይሮም ስለዚ ሽግር ኣይነበረናን ግን እቶም ኣብ ውሽጥና ዝተወለዱ ግን ምስጢርና ፈሊጦም ቋንቋና ስለ ዝፈልጥዎ ግን ንዓና ኣብዚ ብፅሖምን ኣለዉ እዚ ክግንፀል ክኽእል ኣለዎ እሲልካ ኣይኮነን ኦኬ ምክንያቱ ንዓይ ድሕምመኒ እቲ ኤርያ ኩሉ ህዝቢ ሽግር የብለይ ንዓይ ሓደ ተኾነ ዋላ ሓደ እዩ ኣማጻጽኡ ከማን ሃው ኤቨር ሓደ ጉርቦ ክቅጥቀጡን ክጭፍጨፉን ከለዉ ግን ንዓይ ይሕምመኒ ከምዚ ናይ ትግራይ ዝሕመመኒ ከምኡ እውን ናይ ናይ ኣምሓራ ነይሩ ቅድሚኡ ቅድሚኡ ናይ ኦሮሞ ብገዛ ዓዶም ነይሩ ሕጂ ከዓ ናባና ከምዚ ኮለል ኮለል ኮለል ዝብሉ ተጠቀምቲ ኣለዉ እዚ ክንበልሓሉ ክንክእል ኣለና ወሊደዮ ድሕን ብፅቡቅ ዓብዩ ብፅቡቅ ዘይነብር ኮይኑ እንታይ እቲ ፖይንት እንታይ ከደዋጋ ኣለና ገገዛና ዓዓድና ዘለና ግን እዚኣቶም ሰባት ኣለዎም ኦኬ ንህዝቢ ኤርትራ ካብ ገዝኡ ክወፅእ እንዳሓነቑ መንእሰያታይ ዘበራብሮ እሱ እዩ መን እም እዚኣቶም መጀመርታ ክፍተሽ ኣሎ መን እም እዚኣቶም ስጋብ ሕጂ ከዓ ንሳቶም እዮም ዘለዉ ምክንያቱ ኣትዮም ኣብ ቃኘው ረኸቡ ነይሮም እዮም እዩ ዝበሃል እንግሊዝ ከማነይ ነይሮም ኢንፎርሜሽንን ሓበሬታን መንገድን ዝህብዎም ነይሮም ይበሃል። መን እዮም እዚኣቶም? መን እዮም እዚኣቶም ቦታ ዘበሉሎም ክሕገዙን ክመሃሩን ገንዘብ ክረኽቡን ክዋግኡን ክሽርሽሩን ኣብቲ ቦታ መን እዮም እዚኣቶም? መን እዮም እዚኣቶም? እቶም ባራዩ ተቐበልቲ ናታቶም ከ መን እዮም? እዞም ናይ እንዳ ሃፀይ መፀይ ዝበሃሉ እቶም ንዕኦም ዝሕግዝዎም ዘለዉ ከቶም ናትና ሃሳሳት ከ እዚኦም ክፍለጡ ክኽእሉ ኣለዎም ብዝኾነ ኦኬ ህዝቢ ኤርትራ ካብ ግፍዕታት ሃይለ ስላሴን ደርግን ክወፅእ ከምኡውን ካብ ማሕናቕቲ ዕዳጋ ሓሙስ እዩ ንደቁ ንገሊ ሰዲዱ ኣተባቢዑ መን እዮም እዚኦም ግፍዒ ዘካይዱ ዝነ- ዝነበሩ ኦኬ ኦኬ እዚ ግፍዒ ዘካይድ ነይሩ ኦኬ ደቀ ደቆም ወርቆምን ጨርቆምን ሂቦም ኤርትራዊ ኩሉ ሂቦ ኦኬ ኣብዚ ዓለም ክንመፅእ ከለና ፈጣሪ ኤነርጂ እዩ ዝበና ኤነርጂ ንዝኾነ ነገር ተቀያይርና ንነብረሉ ንሓደ ውልቀ ሰባት ድሕን ሂብናዮም ግን ሓጢኣት እዩ ካርማ እዚ ክዕረ ክኽእል ኣለዎ ክፍተሽ ክኽእል ኣለዎ ካበይ መፂኡ ናበይ ይኸይድ ኣሎ ደቂ ነጋውስ ብድኾነ ኩሉ ህዝቢ ኤርትራ ኣንጻር መንግዛእቲ ተላዒሉ ናይ ውልቀ ሰባት ኣይነበረን። ከመይ ደኣ ሕጂ ናይ ውልቀ ሰባት ኮይኑ ኩሉ ኤርትራዊ ተላዒሉ ናፃ ድልየቱ ከገብር ኣብ ዓዱ ከም ድልየቱ ክሓርስ ክነግድ ኢሉ እዩ ተጋዲሉ። ሕጂ ግን ናይ ውሱናት ሰባት ኮይና እቶም ድልየቶም ዝገብሩ ብጣዕሚ ውሑዳት እዮም እቶም ናቶም ኣገልገልቲ እንዳፈርሑ እንዳ ይወፁ ይኣትዉ እቶም ኣብኡ ደለዉ ከዓኒ ኣባጊዕ ኣባጊዕ ኣብዚ እቶ ኣምሉ ኤርያ ናትና ደሎ ኣዋጊዎም ታኒካ ንታኒካ ኢኻ ተለቅሖ ድስቲ ዓቢ ድስቲ እና ይዳ ውራይ ትወስዶ ትወስዶ ትወስዶ ትወስዶ ከምኡ ኮይኑ ኣሎ ህዝቢ ኤርትራ ከምኡ ኮይኑ ኣሎ መንእሰይ ኤርትራ ንመን ይርብሓ ንመን ረብሓ ኦኬ መን እየን ከ እዚ ደተባብዓሉ ዘለዋ መን እየም ከ ብጣዕሚ ውሑዳት እዮም ናታቶም ሽግር ኣለዎም ሕጂ እቲ ቀንዲ ነገር ክፍለጥ ክኽእል ኣለዎ ኦኬ ሕጊ ክወፅእ ክኽእል ኣለዎ ሕጊ ክፍጠር ክኽእል ኣለዎ ክስቶ ክስቶ ክስቶ ከምዚኣ ትገብር ኣለኻ ስቶፕ ጠጠው ኣብሎ ወይ እዚ ኣለካ ፍርዲ ሕጊ ክፍጠር ክኽእል ኣለዎ ኣብ ደገ እ፣ ከ- ገለ ነገር ክፍጠር ኣለዎ ዝሕ- ዝኾነ ሰብ ፋሕፋሕ ሓፍሓፍ ክብል ከሎ ክስቶ ወዲ ክስቶ ወዲ ክስቶ ካብዚ ዝመፃኻ ትር- ትር- ት- እ፣ ስታምቢ ዘለዎ ሌተር ክስደደሎም ክኽእል ኣለዎ ምፍርራሕ ዘይኮነ ምንጥቃ ንሕና ሰላም ኢና ንደሊ ሰላምና ኣይትዝረግ ድሕን ሰላም ዘሪጉ ከምቲ እዞም ጉርቦ ዋላ ሓንቲ ከይገብረ ኣብ መንጎ ደም ስለ ዝመፅሓም ስለ ተዛረብካ ጥራሕ ኣብ እስር ቤትን ኣብ መቕተልትን ዝገብሩ ድብሎ ንሕና ከመን ሓቂ ኣለና ንሕና ከመን ሓቂ ኣለና ድዘረገልና መጠንቀቕታ ክስደደሉ ኢስ ጆክ ኣይኮነን እኮ እዚ ሂወት ናይ ሰባት ሂወት ናይ መጻኢ ሂወት ናይ ደቂ ሰባት እዩ ኢስ ኖት ኣ ጆክ ገለ ገለ ሰባት መውዓሊ ዝገብርዎ ኣለዉ ሊፕ ሰርቪስ ድዮም ድብሉ መጺኦም ተዛሪቦም ተዛሪቦም ተዛሪቦም ተዛሪቦም ይኸዱ መጺኦም ተዛሪቦም this is ኣይድልን እዩ እንታይ ከማን መን እዮም ከማን ክትፈልጦም ኣይትኽእልን ድሕን ሓደ ሰብ ኣብ ግብሪ ነገር ዘይገበረ ምናልባት ናይቶም ጉሩብ ከማን ክኸውን ይኽእል እዩ እንታይ ንፈልጥ ንበዓል ዘም ጉርቦ ከኣ ንሽሞም ክጽዖም ኣይደሊን እየ ነዞም ገለመለ ጉርቦ ንኤርትራ በጺጽማ ዘለዉ እኮ ኦኬ እትም ይግደፍ ምሽቶም ናይ ይግደፍ ስሩዓት ዋላ ናይ ይግደፍ ደገፍቲ እቶም ቀንዲ ይግደፍ ዝበሃሉ እቶም ገበርትን ሓደግትን ንሳቶም እኮ ድሌቶም ድሌቶም እዮም ኣብ ኤርትራ ዝገብሩ ኦኬ ድሌቶም እዮም ዝገብሩ ቁርባት እዚ ኩሉ ህዝቢ ደስ ዘይበሎ ዘለኹ ድሌቱ ዘይገብረሉ ምክንያት እንታይ ኣሎ ንገሩኒ ኦኬ ራኢና ኦኬ ራኢናን ራኢ ናይ ህዝቢ ናይ ህዝቢ ናይ ህዝቢ ኤርትራ ራኢ ኦኬ ምጭዋይ ድዩ ናይ ህዝቢ ኤርትራ ራኢ ኤርትራ ብሰላም ከይነብር ምጭዋይ መን እዩ በነፊት ዝገብር ኦኬ መን እዩ ዝጥቀም ብዙሓት ሰባት ዝጥቀሙ ኣለዉ ኦኬ ብዙሓት ሰባት ኦኬ ጥራሕ ንነብሶም ጥራሕ ኣብኡ ሾሾራ ክገብሩ ሕጂ ንኣብነት ሓደ ሓደ ሰባት ርስ እዞም ይግደፍሲ ኣሜሪካ ኣንፃሮም እያ ኖ ፓፔት ናይ ኣሜሪካ እያ ኣሜሪካ ናይ ስዑድያ ናይተን ዓበይቲ ምክንያቱ እተን ዓበይቲ ዝኾነ ነገር መፅኡ ክወዳደረን ደሊ ኣይደልያን እየን ባዕልኻትኩም ተቃተሉ ድሌትኩም ኩኑ ኣይግድሸንን እዮም ጥራሕ ሃብቲ ናታቶም ኢንተርስቲ ኣይትምፀዮ እሱ ኣብ ናታቶም ኢንተርስት ኣይመፅን ብጥራጦ ከማን ኣይስርዑ ተደልዮም ከማን ከፅፍፍዎ ክእሉ እዮም መን እዩ ንሱ ቀትልዎ ክእሉ ግን ንሳት እሱ ናቱ ሰራሕተኛ እዩ እሱ እቲ ዝዓበየ ሰራሕተኛ ናታቶም ናይ ኢስት ኣፍሪቃ ዲስትራክሽን ክገብር ዝተፈጠረ እ፣ እዩ ዋላ ቅድሚ ሕዑ እቶም እ፣ ናቱ ኣንሲስተር ከማን ከምኡ እዮም ተሓጋገዝቲ ናይ ኤሮጳ እዮም ነይሮም ናይ ሮም ናይ ገለምታት እዮም ነይሮም ያ ባራዩ እዮም ነይሮም ባራዩ ናይ ዌስት ፒሪድ Still ከኣ going on okay እጂ ህማ በራዩ ናይ ወስ ነቶም ደቀባት ከጥፍኡሎም ዝጠፍእ ነገር የለን ኣነ ኢለኩም እየ ክንዲ ዓመት ዝሓለፈ እቲ መሬት ከማንሲ እቲ ናይ ኤርትራዊ ነገር ዓበ ነገር እዩ ነቲ መሬት ከማን ክፍቀድ እዩ ኦኬ ሽዑ ብባሕሪ ድባህል የለ ብገለ ድባህል የለ ብገለ ድባህል የለ ብዙሕ ነገር ክፍንቀል እዩ ኣብ ውሽጦም ከማነይ ነገራት መጺኡ ክፍንቅሎም ይኽእል እዩ ግን ንሕና ክንምሃር ኣለና ንሕና ኤርትራውያን ክንምሃር ኣለና ካብዚ ዝመፅእ ዘሎ ግፍዕታት ዝዓበየ ነገር የለን ደቅኻ ደድወለድካዮም ከይረእኻዮም ክጥፍኡ ሓጢኣት ናትና እዩ እንታይ ኢና ጌርና ንሕና ኣብ ነብስና ክንቀርብ ክንክእል ኣለና ሓቂ ክንከውን ኣለና ኦኬ እዚ ኣንነትን ኢጎን ክጠፍእ ክኽእል ኣለዎ እንታይ ኢና እንታይ እዚ ናትና እዩ ንሕና ኢና ክሬት ጌርናዮ ኩሉ ሰብ ናቱ ናቱ ሂወት ናቱ ላይፍ ናቱ ማነፈስቲ ንሕና ኢና ባዕልና ንግበ ዊ ክሬት ኣወር ኦን ሪያሊቲ ኦኬ ያ ኦኬ ስለዚ እቲ ራእይና እቲ ናትና ሪያሊቲ ፅቡቅ ክኸውን ንሕና ክንቅየር ክንከል ኣለና ሕጊ ክንፈጥር ክንከል ኣለና ኣነ ንዓይ ክትወርደኒ ዘይደልያ ነገር ንካልእ ሰብ ክፅበ ኣይግባእን ክገብሮ ኣይግባእን ድሕን ንዓይ ቀደም ቅድሚ እዚ ሃይማኖት ምእሳር ዓይኒ ብዓይኒ ፆታ ኣይኮነን ምክንያቱ ኣምላኽ ፍጡር ገይሩ ናይ ዋላ ሓደ ሰብ ሓደ ነገር ኣይትወስድን ኢኻ ኦኬ ኣይልየካን ኢኻ ማን ክትወስድ ተወሲዱ ኢልካ ትወስዶ ብዝኾነ ኦኬ መንእሰይ ኣበይ ኣለኹ? ኦኬ ራእይ ህዝቢ ኤርትራ ምጭዋይ ድዩ ሕቶ ንዓኻትኩም እዩ ኣደ ኤርትራዊ ደቃ ኣብ ቅድሚኣ ከይቅተሉ ኢላ ምስ ኣሕዋታ ልኢኻቶም ኣደ ኤርትራዊ ደቃ ፀሊኣ ኣይኮነትን ደቃ ትበልዕ ገለ መልታት ከምታ ትብሉ ኣደ ኤርትራዊ ደቃ ኣብ ቅድሚኻ ውላድካ ክመውት ፎእ እዩ ኦኬ ናይ ግድን ክትርሕቆ ክትክእል ኣለካ ዳስ ዋይ እኳ ደቀን ኣዲስ ኣበባ ዶ ንባሕሪ ዶ ንገለ መተ ውፁ ውፁ ውፁ ውፁ ድብሎም ሕማቕ እዩ ውላድ ካብ ቅድሚኻ ክትሪኦ ኣብ ቅድሚኻ ክመውት ክትሪኦ ሕማቕ እዩ ንኣምላኸን ኣሚነን ፈጣራት እየን ኦኬ ንኣምላኸን ኣሚመን እየን ደቀን ዝሰዳ ኣብ ዝኾነ ደቀን ኣውፅኦሞም ኣውፅኦምን ፈርዖ እንታይ እዮም ሲሎም ዝቐተሉ ኣብ ቅድሚ ኣብ ቅድሚኤን ኪዱ ምስ ኣሕዋትኩም ተጋደሊ ኣለኖም እተን ዝወለደአን ከማን ከምኡ እዮም ገይረን ካብ ኣብ ዘይኮነ ውግእ ትጠፍኡ ነዞም ውልቀ መላኺ መስብሒ ወፁ ኪዱ ወፁ ኪዱ ኢለንኦም ወፁ ኪዱ መዓልቲ ኣብ ኣዲስ ኣበባ ሚድዮም ኣለዎም ናይ ግድን ከውፅኦም ክኸል ኣለወን ውላዶም እዮም ፀሊኦንኦም ኣይኮና ከይፈተዋ ግን ብናፍቆተን ከዓ መይተን ከዓ እየውያ ኣለዋ ይራገማ ኣለዋ ዝሰደድካዮ ከዓ ይምለስ እዩ ክንጥንቀቕ ክንከል ኣለና እቶም ግዜ ናይ ሰብ ነጥፍእ ዘለና እቶም ንሃውትት ዘለና መንእሰያት ኣብ ደይኮነ ነምስዮም ዘለና ኣብ ዘይኮነ ሊፕስ ብዘረባ ጥራሕ ንሃውትቶም ዘለና ንሕዞም ዘለና ንኣስሮም ዘለና ኦኬ ኣዴተ ደቂ ኣብ ቅድሚኣ ከይቅትሉ ኦኬ እዚኣ ኢለ እያ ክምን መንእሰያት ስድሪ እንታይ ስድርኡ ኣፅኒቱ ኦኬ መንእሰይ ስድርኡ ሕፀይ ኦኬ መንእሰያት ኤርትራውያን ንገዶ ክኸዱ ከለዉ ስጋብ ብዙሕ ዓመታት ዝፀንሑ ስጋብ ሕጂ ኣይመሰሎምን ስሳ ዓመት ከርተት ዝብሉ ኣይመሰሎምን ህይወቶም ወዲኦሞ ድባታተኑ ኣይመሰሎም ንሓፂር ግዜ ከድና ምክንያቱ ኢትዮጵያ ንዓና ኣይፈልጡናን እዮም ነይሮም ኦኬ ብፍጹም ኣይፈልጡናን እዮም ህዝቢ ኤርትራ ባዕሉ ዓዱ ዘመሓዳድር ዝነበረ ኣብ ኩሉ ሰክተር ናይ መንግስቲ ይኹን ናይ ሲቪል ይኹን ባዕሉ ህዝቢ ብጣዕሚ ፅቡቅ እዩ ነይሩ እቶም ዘይትፈልጥዎ ሕጂ እቲ ሽግርኩም እሱ እዩ ሕጂ ፅ- ኤርትራ ፅቡቅ ኣላ ዝብሉ ፅቡቅ እንታይ ምዃኑ ኣይትፈልጥዎምን ኢኹም ኢ- ኢ- ኤርትራ ካብ በዓል ኤሮጳታት ንላዕሊ ነይራ በታ ቢዩቲፉል በታ ብንእሽትኣ ዝበለፀ ፅሬትን ዝበለፀ ፋሽንን ዝበለፀ ትምህርቲ ዝለዓለ ኩሉ ነገር ዝለዓለ ማዕረ ምስተን ዓለማት ትብል ነይራ ሓደ ሓደ ግዜ ከማንሲ ዝያዳ ግደፎ ካብ ኣፍሪቃ ኦኬ ካብ ኤሮጳ እየ ዝብለኩም ዘለኹ ፆታ ኣይኮነን ኦኬ ሕጂ ፅቡቅ ኣላ ፅቡቅ ስለ ዘይትፈልጡ እንታይ ምዃኑ ፅቡቅ ስለ ዘይትፈልጡ ካበይ መፂኹም ባክግራውንድኹም መጀመርታ ቸክ ግበሩ ብዝኾነ እቶም ተጋደልቲ ክወፍሩ ከለዉ ሕጺቶም ገዲፎም ክምለ እየ ኦኬ ስድሮኦም ገዲፎም ሕጺቶም ገዲፎም ሰበይቶም ገዲፎም ደቆም ገዲፎም ኣፍቀርቶም ገዲፎም ደቂ ገዛውቶም ገዲፎም ተነውሒ ሓሙሽተ ዓመት ኢሎም እዮም ከይዶም ተነውሒ ሓሙሽተ ዓመት ክንምለስ ኢና ኢሎም እዮም ከይዶም ሓሙሽተ ዓመት መን እዩ ኮብለል ዘብሎም እቶም ብስልኪ ኣብ ቤት ገርግሽ ዝሓንኦም ዝነበሩ ደቆም this is fact ቀሪቦም ከኣቱ ነይሮም መሊሶሞ መን መሊስዎም ክንፈልጥ ክንክእል ኣለና ህዝቢ ኤርትራ ክትባራበር ክትክእል ኣለካ ምክንያቱ ብዙሕ ሰብ ይጠፍእ ኣሎ እንደገና ክጠፍእ ክጠፍእ ክጠፍእ ፌር ኣይኮነን ፌር ኣይኮነን ብዝኾነ ንሓጺር ግዜ እዮም ከይዶም ስጋብ ሕጂ ኣሪጎም ዝምለሱ ይመሰሎሞን ብጉብዝናኦም ከይዶም ደደውጎም ኣይነበሮምን ግን ሽርሒ ነይሩ ኣብ ውሽጢ ካብኡ ዝተመስረተ ውሽጢ ምስጢራዊት ውሽጢ ታይም ዝብሎ ዘርቦም ከማን ኬፍ ዘይብሉ ምስጢራዊት ወሬበር ዝብለዎ ነገር ኣሎ ኣብ ውሽጢ እቲ ገልሲ ካልእ ንእሽተይ ገሊ ፈጢሮም ሰብ ደጥፍእ ንዓካ እቶም ኣታን ክጸንሑ ስጋዕ ዝጠፍኡ ከኣኒ ሰላሳ ዓመት ወሲዱ ኣሎ ስጋዕ ነቶም ደቂ ኣባትን ምሁራትን ዘጥፍኡ ነንሕድሕዶም እኳ እቶም ሃሱሳን ከ ኣጣፍኡ ነይሮም እዚ እዩ እዚ ኣበይ ዝጀመረ ኣብ ቤት ገርግሽ ምሕና ዝተጀመረ እዩ ኦኬ ቅድሚኡ ከማነይ ፌደር ኬድካ ክረአ ዝግባእ እዩ መን እዮም እዚኣቶም? መን እዮም ኣብ ቤት ጌርግሽ ዝሓንቁ ዝነበሩ? እሳቶም እዮም ስጋብ ሕጂ ኩሊት ደውፁ ዘለዉ። እሳቶም እዮም ኣብ ውሽጢ ኮይኖም ዲስትራክሽን ዝፈጠሩ ነቲ ገድሊ ኤርትራ ከይምለሱ ናብ ሕፅይቶምን ኣዲኦምን ጎረባብቶምን መታዓቢቶምን ደቆምን ፋሕ ኢሎም ብኡ ገይሮም ጠፊኦም ሜንዩ እዚ እዚ ክትፈልጦ ክትክእሉ ኣለኩም ኤርትራውያን ደቀባት እዚ እዛ ንዛረቡ ዘለኹ ፒር ንደቀባት እየን ይወይ ያ ነቶም ካልኦት ኤርትራውያን ከማን ደይደቀባት ከማን ኣይግባእን ማለት ኣይኮነን ግን ኣብ ደይ ቦልቦላና ደይ ምእታው ምክንያቱ ንሕና ኢና ንጠፍእ ዘለና ያ እቲ ንገሊ ኤርትራ ትካል ኦኬ እቲ ንገሊ ኤርትራ ትካል ንኸሎት ንኻልኦት ኮይኑ ኦኬ ሕጂ ገሊ ኤርትራ ደቂ ኤርትራውያን ወርቀንን ጨርቀንን ኤነርጂ ዘይወለዳ ናይ ወርሓዊ ዝሰርሖ ስትሬት ስትሬት ዝሰደኦ ነይረ ንገሊ ኤርትራ ነዚኦም ጉሩቦ ግን እንታይ ኮይንዎም ትካል ክዓብድሉ ፍቐዶ ዓለም ገንዘብ ክድልብሉ ደቆም ከዕብይሉ ነቲ ህዝቢ ክጸቕጥሉ ወርቂ ኤርትራ ክግፍጡ ብምንእሰያት ኣዋልድ ዘይተመርዓዋ ቨርጅን ኣዋልድ ኣብ ሙሉእ ዓዲ ዓረባት ኣብ ሙሉእ ኤሮጳ ኣብ ሙሉእ ኣፍሪቃ እንዳሰርሓ ንገድሊ ኤርትራ ዘበሎ ሕጂ ደቂ ስሳ ሰብዓ ሰማንያ ኮይነን ዘለዋ ማለት እዩ ገሊኤን መብዛሕተን ሜተን እየን ኣይሪኦን እየ ንዕኡ ኢለን ግን እምእምእምእም ነዞም ጉርቦ ኣበደን በ- በላሕትን ሸይጣውንትን ብርቱዓት ዝነበራ ኣንስቲ እየን ኣዋልድ መንእሰያት ኣሕዋተን ደቂ ገዛውተን ደቂ መማህርተን ደቂ መተዓቢተን እየን ከይዶም ኦኬ እሳተን በቲ ሕግዛት እዮም በቲ ሕግዙ እዩ ነይሩ እቲ ነገር ነዞም ጉርቦ እዚኦም ኣይነበረን ንዕኦም ዝ- ንዕኦም ዝድገፍ እግዚኣብሔር ኣምላኽ ይፍረዶ ኣነ ከምኡ ክብል ኣይፈትን እየ ግን ኣነ ተወዲእኒ ኢሎም ማዓልቲ ብዙሕ ነገር ትሰምዕ ምሽ እንታይ እዩ ዝኸውን ዘሎ እንታይ ዓይነት ሰብ እዩ ትብል እንታይ እዮም ኮይኖም እዚኦም ህዝቢ ኤርትራ እንታይ እዮም ኣብ ደይናታቶም ዝህውትቱ ዘለዉ ዋስ ጎይን ኦን ሰይጣንካ የላዕሉልካ ሰይጣንካ ንሕና ሰይጣን ኣብ ውሽጥና ኣለና መልኣኽ ኣብ ውሽጥና ኣለና ሰይጣን ማለት ኦኬ ሕማቅ ማለት ኣይኮነ እቲ ሓቂ ዝዛረበካ እዩ ሰይጣን ብዙሕ ሰባት ሮንግ እንታይ ይበሃል ኣሎ ናይ ሰይጣን ከማን ክሰርሕ ሮንግ እንታይ ሕጂ ኣነ ሰይጣነይ ኣለኒ ሰይጣነይ ተላዒሉኒ ኣሎ ምክንያቱ ብጣዕሚ ሓርቕ ኣለኹ ካብ ቤት ገርግሻ ኣድሒዶም ኣነ ቆልዓ ከለኹ ቆልዓ ቆልዓ ቆልዓ ከለኹ ስጋብ ሕጂ ዝዓቢ ህዝቢ ኤርትራ ይጠፍእ ኣሎ እዚ ከማን ደይጠፍእ እዚ ከማን ደይጠፍእ ስጋብ ሕጂ ኩሊቱ ካብ ክሳዱ ምሕናቕ ሓሊፎም ናብ ኩሊት ምሻጥ ካብ ቶርች ምግባር ካብ ምዕማፅ ካብ ምንብርካኽ ብፅሑ ስትሮንግ ዝነበረ ሰብ ተሪር ህዝቢ ዝነበረ ፈቃር ህዝቢ ዌልካም ዝብል ዝነበረ ህዝቢ ኣንበርኪኾሞ እዚ ሕነኡ ክፈድየሉ ክኽእል ኣለዎ መንእሰይ ኤርትራ ንህዝቢ ኤርትራ ፒሬድ ኦኬ ብናይ ኣደ ኤርትራዊት ፍረ ምፅዋት እዩ። መን እዮም እዚኦም? ብፍረ ናይ ኤርትራዊት ኣደ ዝፃወቱ ፍረ ዓብ ነገር እዩ። ቀልዲ ይኮነን። ብፈጣሪ ብማርያም ማለት እዩ፣ ብኪዳነ ምህረት ማለት እዩ ዝፃወት መን ሰይጣን እዩ። ኣይ ናይ እከይ እዩ መን እከያት እዮም እዚኣቶም ካበይ ድመፁ እዮም እንታይ ዓይነት ቺፕ እዩ ተወቲፍሎም ኣብ ውሽጦም እምበርከ ከም ሰብ ይሓስቡ ድዮም እምበርከ ሕልና ኣለዎም ድዩ እንዳቆተሉኻ ፍሽኽ ዝብሉኻ ሳይኮፓት እዮም ኣነ ነጊረኩም እየ ቅድሚ ሕጂ ኤርትራውያን ናቶም መሲልዎም ኣሚኖም ዝተባሃሎም ሂቦም መብዛሕትኦም መብዛሕትኦም ደም ከይር እንታይ ደፀም ከይርአዩ ሓሊፎም ኦኬ ፃምኦም ማለት እዩ ፃምኦም ፃምኦም ጻምኦም ከይረኣዩ ሓሊፎም መብዛሕትኦም ሓቂ ኢዩ ኩሉ ነገር ሂቦም ስጋብ ሕጂ ኣነ ፈልጥ ተጋደልቲ ኣለዉ ኣብ ኤርትራ እስቲል ይሕግዙ ነቶም ህዝቢ እስቲል ኢንቨስት ይገብሩ ኤነርጆም ግን ኣይፈልጥን እንታይ ኢዮም እንታይ ኢዩ ዓንዚዝዎም ደሎ ኣነ ኣይፈልጥን ኣነ እስፔል ተጌርሎም ክኾን ይከኣል ይገብሩ ኢዮም ብዙሕ ከዓ ምስ ጠንቋላይካ ይኸይድ ነይሩ እዩ ዝብልዎ ስለዚ ክንጥንቀቅ ክንክእል ኣለና ደቂ ናጋወሲ ፈተኩም እየ ፈተኩም እየ ፈተኩም እየ ክትስእ ክኽእል ኣለዎ እቲ ናትና እንታይ ይበሃል እቲ ናትና ሓዊ ሓውና ክል- ኩላዕ ክኽእል ኣለዎ ኦኬ ንሕና ብፍ- ብምስሊ ፈጣሪ ዝተሰራሕና ሓቂ ኣለና ኣብዚ ዓለም ኦኬ ኣብቲ ዝዘ- ዝተወለድናሉ ሓሪስና ሓፊስና ክንበልዕ ሓቂ ኣለና ክንስደድ ክንከራተት ኣብ ደይ ንፈልጦ ክንከራተት ኣይግባእን እዩ ሓደ ሓደ ሰባት ከምዚ ብልጫ ኮይኑ ይስምዖም ስደት ግን ኣነ እታ ዝነውሐ ተሰደድኩ ክኸውን ከለ ንሕና ብንኣሽትና ኢና ወፂና ምክንያቱ ፋዘር ባባ ናይ ጀብሃ ተጋዳላይ ስነበረ ንሕና ብንኣሽትና ኢና ወፂና ግን ስደት ሕማቅ እዩ ኦኬ ብዙሕ ነገር ትመሃር ኢኻ ብዙሕ ነገር ትዓቢ እንዲኻ ብዙሕ ነገር ትቅ- ትልወጥ እንዲኻ ግን ብዙሕ ነገር ከዓ ተጥፍእ እዚ ኩሉ ትዓብዮ ትልወጦ ኣብ ኤርትራ ክፍጠር ይኽእል እዩ ብደይ ሕማም ናይ መንታል ሄልት ድዩ ብናይ ፊዚካል ድዩ ብደይ ገለ ምስቲ ህዝብኻ ድሕን ርኢኻ ዋላ ከማን እቲ ስቴጅ እንዳርኣኸ እቲ ስቴጅስ ኣበይ በፂሕካ ኣለኻ ዋላ ከማን ክትፈልጦ ይትኽእልን ኢኻ ኣብ ደገ ኣይትፈልጦን ኢኻ መብዛሕትኦን ዓበይቲ ቆልዑት ኮይኑ ሰምዐን ምክንያቱ እቲ ስቴጅ ስለ ዘይሓለፈኦ ስለ ዘይሓለፍናዮ ኣነ ምስኣተን ያ መብዛሕትኣን ንኣሽቱ ኮይኑ እዩ ዝስምዐን። ስታግኔሽን ዝበሃል ኣሎ ኣምሽር ሰሪሐዮ ኣለኹ ብዛዕባ ስታግኔሽን ኦኬ። ዋላ ንኣወዳት ዋላ ንኣንስቲ እዚ ድሕን ተረኺቡ ካብቲ ጠጠው ዝበልካዮ ንኣብነት ካብቲ ናይ ናይ ዋዕዋዕዋዕዋዕዋዕዋዕ ጥራሕ ኦኬ ዋዕዋዕዋዕዋዕዋዕ እንዳበልካ ኢኻ ትኸይድ የለን ዲቨሎፕመንት የለን ዕቤት የለን ኣብ ዓድኻ ምስ ከባቢኻ ግን እንዳረኣኻዮ እቲ ናትካ ምሳኻ ተወለደ ኣዴታትካ ሓደሽቲ ዝውለዱ ሽዑ ስቴጅካ እንዳፈለጥካ እንዳፈለጥካ ትኸ ብዙሕ ነገር ኢና ጥፊና ዘለና ጥዕናና ኣይክጥዕን እዩ ድሕን ዓድና እንዲ ተመለስና ቨሪ ኢምፖርታንት ዓድና ክንምለስ ደቂ ነጋውስ ዋላ ኣይንንበሮ ኣትሊስትስ ኮኔክት ክንገብር ንኽእል ኢና ድሕን ናፃ ኮይኑ ናጻ ዝባሃል ነገር የለን ኣብ ኤርትራ ናጻ ኣነ ክኸይድ ዓደይ ኣይክእልን እየ ሕጂ ፕቲ ዓደይ ዓደይ ዓደይ ደይ ዓዶም ኩን ኮፍ ኢሎሞ ኣለዉ እዚ ፋክት እዩ ይሕምመና ዶ ይሕምመና ግን ሓቂ እዩ ኣነ ድሌት ዓደይ በፂሕ ክመፅእ ደሊ ግን ኣይክእልን እየ ምክንያቱ ሕጊ የለ ናፅነት የለ ድሌትካ ክትዛረብ ኣይደልን ድሌትካ ክትገብር ኩሉ ኣይ ዶንት ኒድ ቱ ቴል ዩ ኦኬ ኣነ ንዓኻትኩም ዝነግረልኩም የለን ትፈልጥዎ ኢኹም ካባይ ንላዕሊ ግን ኣነ ኣምፅኦ ዘለኹ ሎ መዓልቲ ካብ ቤት ገርጊስ ዝጀመረ እዩ ስጋብ ኣብ ኩሊት በፂሑ ሕጂ ከዓ ኣይደኖ እዚ ወተሃደራት ከተዋግኦ ምስዳድ ኢስ ኖርማል ንኤርትራውያን ብጣዕሚ ደሕዝን ከም ሳርዲን ብዙሕ ነገር እዩ ዝርከብ ዘሎ ጠጠው ክብል ኣለዎ ጠጠው ክብል ኣለዎ ያ ኣነ ሕጂ ክፀርፍ ደለረ ግን ክፀርፍ ኣይደኒ ፈጣሪ ሓግዘኒ ብዝኾነ ኦኬ ናይ እዚ ወዲ እየ እንዴ ኦኬ እቲ ዝኸፍአ ድማ ሓላፍነት እንዳሃቡ ነቶም ደቀባት የሕዋቶም

ከንብባ እሞ ሓንቲ ታሪክ ክነግረኩም እየ ኦኬ ኣብዚ ተኣንተኻ ኣብዚ ተኣቲኻ ከቢድ እዩ ክትወፅእ ዕረፍቲ ክትረክብ ሕልናዊ ኣይትኽእልን ኢኻ ገሊኦም መይቶም ሞት ይመርፁ ካብ ተጋጊየ ክብሉ ገሊኦም ሕጂ ኣብዚ ንሓወይ ቀቲለ ክትብል ከቢድ እዩ ኦኬ ግን ንሕና ስሕበት ስለ ዘለና ናይ ስጋ ወይ ከዓ ናይ ሽመት ናይ ገለመታት ኣሕዋቶም ኣቐቲሎሞም እከያት ዊኪድነስ ዊኪድ ዝኾኑ ሰባት ኣነ ክነግረኩም ኣብ ኣሜሪካ ቦታታት ነይሩ ሕጂ እቲ ቦታ ጠፊኢን ኣሎ ኣለባማ ድዩ ዋላ ገለ እዩ መስለኒ ብዙሓት ድራግ ዝሰትይሉ ጋንግስተር ፀለምቲ ነይሮም ፖሊሲ ክኣትዎም ዘይክእል ኣብ ዓዲ እንግሊዝ ከማን ነይሮም ኣከ ፖርቴቬሎ ዝበሃል ነይሩ ርሑቅ ኣይኮነን ካብ ኣነ ዝቕመጦ ጸሊምቲ ቦታ ኣይኣትዎን እዮም ነይሮም ብፍጹም ናይ ጸለምቲ ቦታ እዩ ፖሊሲ ኣይኣትዎ ነይሮም ድሌቶም ጸለምቲ ክገብሩ ይኽእሉ እዮም ዋላ ሓደ ወሪስ ዲፈረንት እዩ ነይሩ ካብ ሕጂ ኮነን ብካሜራን ብገለ መለታትን ዝተቋፃፀሮ ብቴክኖሎጂ ቴክኖሎጂ ነበረ ብዝኾነ ናይዚ ታሪክ ክነብረልኩም ሕጂ ኣብቲ ናይቶም ድራግ ዲለር ድሕን ደልዮም ኦኬ ንሓደ ሰብ ከጥፍኦ ተደልዮም የጥፍዎ እዮም ኦኬ ድራግ ሸጡ ብኡ ይናበሩ ገንዘብ ሽግር የብሎም ኦኬ ፅቡቅ ይነብሩ ግን ብዙሓት ኣብ ድራግ ዝኣተዉ ዝተባላሸዉ ዝሓመሙ እቶም ቀንዲ ቀንዲ ይሸጥዎ እምበር ኣይሰትይዎን እዮም ኒ ድራግ እቶም ቀንዲ በላሕቲ ኣይሰትይዎን እዮም ኣይጥዕምዎን እዮም ይሸጥዎ እዮም ሸቀጥቲ ኒ እዚኣቶም ከምኡ ነይሮም ሕጂ ንሓደ ፀሊም ዓሲቦሞ ኦኬ ኩሉ ናይታ ትግበርታ ምስጢር ሓደ ካብኦም ስለ ዝኾነ ኩሉ ነታ ፖሊስ ሂብዎም ኦኬ ድሕሪ ዕስራ ዓመት ኣብ ዩትዩብ ኣሎ ድሕሪ ሰዓ ዕስራ ዓመት ተጋሊፁ ንሱ ምዃኑ ክንደይ ነገራት ቀይሮም ዲስትራክሽን ገይሮም ነቶም ዝወሰዱ ወሲዶሞም ነቶም ዝእሰሩ ኣሲሮሞም ከምደይ የለው ገይሮሞም ሕጂ ንሱ ተጣዒሱ ኣሕዋቱ ኦኬ የሕሊፉ ዝሃበ እንታይ ገይሩ ሽጋራ ሰቲ መስተ ሰቲ ሓንቲ ቆልዓ ወሊዱ ኣብ ሆቴል ከ- ከዓሪፉ ክነብር ከማን ኣይክእልን እዩ ኣብ- ካብ ሆቴል ናብ ሆቴል ካብ ሆቴል ናብ ሆቴል ሂወቱ መዝርብል ነይሩ ሕጂ በቃ ከብዱ ክንድገሎ ኮይኑ ወላ ክትሪኦ ከማ ነፅላእካ እቲ ወዲ ምፅባቕ ፅቡቕ ወዲ እዩ ግን ኣሕዋቱ ስለ ዝ- ኣሕሊፉ ዝሃበ ብጣዕሚ ብጣዕሚ ብጣዕሚ ከቢድዎ ክነብር ኣይከኣለን ወፂኡ ኣብ ዩቲብ ተዛሪቡ እቶም ዘይተተሓዙ እቶም ተታሒዞም ድወፁ ገለ መልታት ከማነይ ፅቡቅ ናብራ እሱ ግን ፅቡቅ ናብራ ኣይገበረን ካብ ሰብ ከማነይ ካብ ሰብ ተፈልዩ ይነብር ነይሩ ስለዚ እዞም ንሕዋቶም ዘጥፉ ኣብ ዓድና ከዓ ብጣዕሚ ከቢድ እዩ ነብሶም ተቐተሉ እዩ ክማን ዝቐለሎም ንገለገለ ሰባት ይጎለዎም ኣለዎም ኣነሲ ከመይ ገይረ ከምዚ ክብል ኢሎም ፍጹም ክዛረቡ ኣይኽእሉን እዮም ኣብ ውሽጦም ዓጽዮሞ ክኸዱ እዮም ዝመርጹ ኦኬ እዚ ከቢድ እዩ ከም ሰብ መጠን ክንርድኦም ክንክእል ኣለና ሕጂ መን እዮም ኣብኡ ኣብፂሖሞም ግን ንዓታቶም እቲ ኩሉ ግዜ ሽግር ክመፅእ ኣለዎ እንታይ እዩ ብድሕሪኡ ክፍለጥ ክኽእል ኣለዎ ምክንያቱ ሓንሳብ ሓንሳብ ሓንጎልና ኦኬ ብጣዕሚ ድሕን ሽሪን ክገይሩ ድሕን ፀቢቡ ብለኩም እዩ ኩሉ ግዜ ኣብ ሽግር ሓንጎልና ይፀብብ እዩ ደይርትዓዊ ነገር ይወስድ ይመርፅ ኦኬ ዋላ ድሕን እዚ ስትረስ ገለ ምርታት ዲፕሬሽን ገለ ምሽ ሰባት ኣብ ሮንግ ሮንግ ሰባት ይኣትዉ ወይ ከዓ ንጭንቅታ ድሕነሎም ድሕን ተበዲሎም ዝኾነ ዋላ ሓንቲ ሰበይቲ ዋላ ድሕን ተፈቲሓ በሉ ዝኾነ እዮም ወሲዶም ኣብ ዘይኮነ ሃይማኖት ይሽኩዕዋ ማለቱ እቲ ሓንጎል ክሓስብ እዚ ነገር እዚ ክሓልፍ ኢሉ ኣይሓስብን እዩ ኦኬ ስለዚ ሲ እዞም ሰባት እዚኣቶም ከዓኒ ተፃዊቶምሎም ኣለዉ ኦኬ ነቶም ተፃውትሎም ኩሎም እንዲም ኤኒወይ ስሒኖማ ዘለዉ ብዝኾነ ግን ኮዝ ኣሎ ኣብ ቤት ገርግሽ ክንምለስ ክንክእል ኣለና ኦኬ ንዑን ማለት እዩ ኦኬ እዞም ሰባት ተቐይሮም ኣለዉ ካልእ ዝፈልጥዎ የብሎምን ኦኬ እዞም ሰባት እዚኣቶም ኤኒወይ ካብ መጀመርትኡ እቲ ባክግራውንዶም ፍሉጥ እዩ ብዙሓት ብዙሕ ዋላ እቶም ተምሃሩ ዋላ እቶም ዘይተምሃሩ ብዙሕ ነገር ሂወት ዝፈልጥዎ ነገር የለን ካብ ገዝኦም ናብቲ ሜዳ ብሓደ መንገዲ ናይ ካልእ መንገዲ ኣካይዳ ናይ ወተሃደራዊ ይኸዱ ነይሮም ሕጂ እቲ ሓንጎልሲ ብጀካ ንሱ ዋላ ሓንቲ ይበል ድሕን ማይ ማይ ማይ ጥራሕ ትሰቲ ነርካ ሓደ ሰብ ድሕን ሻሂ ምፅኢልካ ኣይትፈልጦን ኢኻ እንታይ እዩ እዚ ሻሂ እንታይ እዩ ውዕኢቱ ዋላ ኣይፈልጥዎን እዮም ኦኬ ድሕን ኣይፈልጥዎን ኮይኖም ኣይፈልጥዎን እዮም ሰው እቲ ናብራ ዝፈልጥዎ ንሳ እያ ካብኣ ወፂኦም ክነብሩ ከማነይ ኣይመስሎምን እዩ ኦኬ ያ ካብኡ ወፂኦም ላይፍ ኣሎ ቀይሮም ሂወቶም ሓድሽ ክፈጥሩ የለን ጥራሕ ትዓብቲ ሰዓብቲ ድበልዎ ትገብሩ ኦኬ ፍርሒ እውን ኣለዎም ከይንፀሉ ኢጎ ኣሎ ርእሰ ኣንነት ዳ እንታይ ተኣማመነት ኣንነት ኣለዎም ከይንፀሉ ካብቶም ጉርቦም ፍርሒ እዚኣ እዚኣ ተነፅሎ ዓባይ ሕማም እያ ዋላ ኣብ ኤሮጳ ከማነይ እሲለን ከይደን ደዳኽራ ድዩ ድብሎ እዚኣ ዘረባ እዚኣ ሓዲ ትፍተኒ ከይደን ዋዕዋዕ ዝብላ ምዚ ዝቐነየ ሕጂ ከይፍለያ ከይንፀላ ማእታ እንታ ደኣ ኮንክ መፅያ ደይ መፃኺ ታይ ደኣ ከይበሃላ መታን ክረኣያ ከኣ ደልያ እየን ክስነዳ ከኣ ደልያ እየን ገሊኤን ኣይግድሸንን እዩ ዋላ ብሕማቅ ዋላ ብጽቡቅ ክስነዳ ዝደልያ ሰባት ኣለዋ ንርኢ ኣለና ብዙሕ ኣስተውዕልሉ they don't care ጥራሕ ይፈለጣ ጥራሕ ይፈለጣ ጥራሕ ይፈለጡ ኣይግድሽን እዩ ብምንታይ ይፈለጡ ዋላ ብቅትለት ትፈለጡ ከምኡ ዓይነት ሰባት ኣለና ሰስ ኣብ ዘይኮነ ንሕና ኣይንሃውትት ንማለት እዩ እቲ ንደልዮ we have to grab ክንገብሮ ክንክእል ኣለና ኦኬ ኤርትራውያን ድዩ ኤርትራውያን ድዩ ንሓለፍቲ ህዝቢ ህይወት መንእሰያት ተኸፊሉ እቲ ውግእ ሓድሽ ብሃን ብሃርን ምፍላጥ ድዩ ባሕርን ንምፍላጥ ድዩ ኦኬ እዚ ኩሉ መንእሰይ ኤርትራ ዝጠፍአሲ ንውሕዳት ሰባት ድዩ እያ ከድር ከንብባ እሞ ኤርትራውያን ድዩ ንሓለፍቲ ህዝቢ ህይወት መንእሰያት ተኸፊሉ እዚ ኩሉ መንእሰያት ዝጠፍኡሲ ንሓለፍቲ ድዩ ወል ኣይደን ነው ሕጅስ ከምኡ ድመስል ዘሎ ኦኬ እቲ ናይ ገለና ኤርትራ ክበሃል ከሎሲ ኦኬ ድሓነይ እስኪ ንደርጊ ከነውፅእ እዚ ሕጂ ዝሓለፈ ከ ከመይ ከመይ ከመይ ዳላ እዚኣ ምስ ደርጉ ውፂኻስ ምስ ደርጉ ኾንካ ዶ ደኣ ንሓንቲ ቦታ ትቕጥቅጥ ኢኻ ከማን ዋይ ንምንታይ ንዓይ ከምዚ ስለ ዝበልኩምኒ ሰላሳን ገለን ዓመሲ ኣነ ከምዚ ክገብረኩም እየ ንዓይ ከም ስለ ግን ዕስራን ትሽዓተን ዓመሲ ኣነ ከምዚ ክገብረኩም ኤርትራዊ ሕነ መፍደይ መዓስ ኮይኑ ኤርትራውያን ክንበራበር ክንክእል ኣለና ንሕና ሙሉኣት ብፈጣሪ ተሰራሕና ከምቶም ነምልኾምሲ ማዕረ ኢና የ ኤኒወይ እቲ ውግእ ሓድሽ ቢሃርን ምፍጣርን ድዩ ብሄር ደኣ ብሄር ሄረ ከምዚ ኢና ክብ ይበሎ ኦኬ እቲ ውግእ ዝግበር ዘሎስ ሓድሽ ብሄር ንምፍጣር ድዩ እቶም ደቀባት ክጠፍኡ እሞ ሓድሽ ነገር ንክፍጠር ድዩ ይርድኣና ኣሎ ድዩ ከመይ ኢና ንጠፍእ ዘለና መልሲ መልሱለይ እዚ ሕልና የድልየካ ነዚ ክትገጥሞ ሕልና የድልየካ ብፁእን ሙሉእን ተባዕን ክትከውን ኣለካ ያ ከም በጊዕ እንታይ ሕውስ ምባል ጥራሕ ኣይኮነን ተባዕ ክትከውን ኣለካ ኣነ ብዛ ዓለም ተወሊደ ለዊጠ ክኸይድ እየ ድብል ሰብ እዩ ከምታ ዝዛረብ ኤኒወይ ተባዕ እዞም ወፂኦም ዝዛረቡ ተባዓት እዮም ኣደ ወሊዳትም ከ ንሕልፊ ንሓመዱ ኬፍ ደሎም ሰባት መን እዩ ውግእ ዝመርፅ ዘሎ? መን እዩ ውግእ ዝመርፅ ዘሎ? እቲ ኣብኡ ኮይኑ ንኤርትራዊ ወደባት ክምዝምዝ ዝደሊ ማህፀኑን ደቁን ገንዘቡን ሓይሉን ኤነርጂን ዓዱን የስ ኣነ ክምልሰልኩም መልሱ ከዓ ንስኻትኩም ሸሕ ኣብልዎ ከዓኒ ኦኬ ሸር ግበሮ እዚ ኖሎጅ ቨሪ ኢምፖርታንት እዩ መንእሰይ ኣብ ዘይኮነ ጠፍእ ኣሎ ኣብ ዘይኮነ ውዕል ኣሎ ገንዘቦም ኣብ ዘይኮነ የ- የ- ፋሕ የብልዎ ኣለዉ ኦኬ ገንዘብ ኤነርጂ ማለት እዩ ካልእ ክሰርሕ ብዝያዳ ብኡ ኦኬ ሸሕ ኣብልዎ ማእታን ክሰምዑ ክሰምዑ ክሰምዑ ከምዚታ ድሕን ሰሚዑ ሰብ ይባራበር ምሽ ዎው እነድድ እባ እየ ዘለኹ ኢሉ ማእታን ምስኡን ምስ ከምኡ ዝኣመሰለ ሰሚሩ ገለ ቁም ነገር ክንገብር ድሕን ሰሚርና ዋላ ሓንቲ ነገር ኣየድልየናን እቲ ደይ ምስማር እዩ እኮ እቲ ሕርቃንን ውግእን ምፈጋእን ደምፅእ ዘሎ ድሕን ሰሚርና እቲ መንግስቲ ሻንጡል ዒሉ እዩ ዝኸይድ መንግስቲ ባህላዊ መንግስቲ ሃይለ ዋራ ይበርትዮም ጉሩቦ ሻንጦም ኣልዒሎም መን ድዮም ንሳቶም ሻንጦም ኣልዒሎም ክኸዱ እዮም ፀወታ ኣይኮነን ፀወታ ኣይኮነን ኦኬ እቲ ህዝቢ ኖ ተዳኢሉ ንሳቶም ዋላ ሓንቲ ትርጉም የብሎምን ነቲ ህዝቢ ብሽም እቲ ህዝቢ እዮም ኣብኡ ኮፍ ኢሎም ዘለዉ እቲ ህዝቢ እግርኻን ኢድካን ወይ ትእክብ ወይ ከዓኒ ኣይንደሊን ኢና ክቐየር ኣሎ ዋላ እቶም ደገፍቲ ናይ ናይዞም ጉሩቦ ደገፍቲ ናይ ኤርትራውያን ከይመስለኩም ደገፍቲ ናይ ህዝቢ ኤርትራ ከይመስለኩም ኣብ ጭንቂ ናይ ኤርትራ ተዳምቑ ዘለኹም ደገፍቲ ናይዚኦም ጉርቦ እንዲኹም እግርኹምን ኢድኩም ተኣከብኩም ይሓይሽ ምክንያቱ ድሕን ኢልኩምኒ ምክንያቱ ሽግርና ክውዳእ መዓታን እሳቶም እዮም ሽግርና ደብዝሑልና ደሎ ንዓና ዋላ ሓደ ፀላኢ የብልናን ሓሶት እዩ ሓሶት እዩ ሓሶት እዩ እሳቶም ድሌቶም እንዳገበሩ ህዝቢ ኤርትራ ክባሳበስ ኣይኮነን ኦኬ መን ኣተባቢዕዎም ሓገዝ መን ይሂቦም መን እዩ ንሓምሳ ዓመት ንላዕሊ ደም መንእሰያት ዝሰቲ ዘሎ መን እዩ ነዚኣቶም ደታባብዖም ደሎ መን እዩ ኦኬ መን እዩ ነዘም ጉርቦ ህግደፍ ዝበሃሉ ናይ ህግደፍ ጉርቦ እቶም ደገፍቶም ኮ ሲሎም እዮም እቶም ቀንዲ ግን ኦኬ እቶም ቀንዲ ሓለፍቲ ኣብ ኤርትራ ዘሎ ህግደፍ ዝበሃሉ መን እዩ ንዓታቶም ዘተባብዖም መን እዩ መን እዩ መን እዩ እዚ ክፍለጥ ክኽእል ኣለዎ ብሓይሊ ካብ ኤርትራዊ ዝወስድዎ ነገር ኣሎ ግን ንዓታቶም ጠጠው ክብሉ ስጋብ ሕጂ ዝገበሮም ኣም ሹር ሱፐር ፓወርስ ኣለዉ 100% ኣዘርዋይስ መን እዮም ንሳቶም ኣብዚ ዓለም ክእድልለይዎ ገይሮም ክኸዱ ኣይምሰቀሉሎምን ነይሮም ግን ናታተን ፓፐት እዮም ፓፐት ሲኣይኤ እዮም ኦኬ መስዋእቲ መስዋእቲ ግን መስዋእቲ ኣብ ዓለም መስዋእቲ መንእሰያት ክስዋእ ዝደልዩ ሰባት ኣለዉ ኣለዉ ሕሙማት ኣለዉ ኦኬ ብዙሕ ነገራት ኣሎ ኣብ ዓለም ግን ፒቲ ኤርትራውያን ሲ ደቆም ክስውኡ ሕግዙ ኖ ኣይፋል ክበሃል እዩ ደሎ ኖኖኖኖኖኖ ኣይግባእን ክበሃል እዩ ዝኾን እዩ ዝግባእ ኦኬ መስዋእቲ ኤርትራውያን ንምንታይ እዩ ተደልዩ ምክንያቱ መብዛሕትኦም ን ኤርትራውያን ቨርጅን እዮም ኦኬ ቨርጅን ሰክሪፊሽ ዝበሃል ነገር ኣሎ ኦኬ እሳቶም ምስ ዓረጉ ብዙሕ ነገራት ዝቐየር ኣብዚ ኣትሞስፌር ኣሎ እቶም ዝፈልጥዎ ፈልጡ ስለዚ እዚ ክንዕቅቦ መኣታ እንድሕን ኮይና ነዚኣቶም ደም ኣይንሃቦም፣ ደም ኣይንወስኸሎም፣ ኦኬ ኢንፊጅን ኣይንሃቦም። እዚ ናይ ብሓቂ ኤርትራዊ እየ ኣነ ሽግር ናይ ኤርትራዊ ክፍታሕ ይደሊ እየ ዝብል ነዚኣቶም ኣይድግፎምን እዩ ኦኬ ነዚኣቶም ድድግፎም ከዓ ኩሉ ግዜ ሽግር ዘለዎም ኢዘር ምስ ነብሶም ኢዘር ምስ ፋሚሊኦም ኢዘር ገለ ነገር ጥፍኣት ገይሮም ኣለዉ እዮም መብዛሕቶም ኦኬ ፅፉፍ ተደኣ ኮይኖም እዚኦም ኣይቀርብን እዩ ምክንያቱ እዚኣቶም ጥዕና ዘለዎም ሰባት ኣይኮኑ ጥዕና እንተትህልዎም ነይሩ ሳላሳን ክልተን ዓመት ኤርትራ ከመይ ኣላ ዚስ እታ ረፈረንስ ንሳ እታ ቀንዲ ኣበይ ኢና ንርኢ ኣብ ዘሎ ኣብ ፓስት ኣይኮነን ኣብ ፊቸር ኣይኮነን ብሕልሚ ብሕልሚ ጥራሕ ጥዋዋዕ ቢሎም ደሎም ሕጂ ኤርትራ ከመይ ኣላ ዓለም ዓለም ከመይ ኣላ እሞ መጀመርታ ኣስተውዕሉ ኣበይ ትነብሩ ኣለኹም ፍለጡ ኤርትራኻ ከመይ ኣላ መን ይሒዝዋ ደሎ እዚኣቶም ጀመርቲ ናይ ቤት ገርግሽ ዳሕራይ ናብ ኩሊት ናይ በዓል ሲናንን ሊብያን ወሬባ ኦኬ ክስርሓሉ ክኽእል ኣለዎ ኦኬ እዚ ፍልጠት እዚ ብዙሕ ሰብ ኣይስተውዕለሉን እዩ ኣይሰምዑን እዩ ከማን ፕሊስ ሸር ግበርዎ ሸር ግበርዎ ክስማዕ ክኽእል ኣለዎ ብጀካ ፀርፊ ካልእ ዝፈልጥ ሰብ የለን እንታይ ኢና ንኸውን ዘለና ኤርትራ ከምኡ ክትከውን ኣይግባን ኣነ ዓደየ ኤርትራ ንምንታይ ከም ትኾን እዚ ኣነ ዘለኹ ዓዲ ንምንታይ ከምዚ ኮይኑ ምክንያቱ ሕግን ፍትሕን ስለ ዘሎ ኤርትራ ንስኣ ስኢና እሱ ክትረክብ ኣለዋ ፒሪድ ምድኾነ መስዋእቲ ኤርትራውያን ንምንታይ እዩ መንከ ይዋለድ ኣሎ መን ይዋለድ ኣሎ መን እዩ ዝዋለድ ዘሎ ኤኒወይ ኣነ ብስፒሪቹዋሊ ድሕን ክገልፆ ኮይነ ኦኬ ዝተወለደ ይዋለድ ምናልባት ኣነ ድሕን መይተ ኣብቲ ቦታ ንኤርትራውያን ዝሕግዙ ኣብኡ እንደገና መፅየ ክውለድ ይኽእል እየ እንደገና ክቅይሮ ይኽእል እየ ኣለኒ ኣነ ብምስሊ ፈጣሪ እስኻትኩም ከማናይ ኣለኩም ኦኬ ንሕና ጥራሕ ኣብ ሕጂ ንዛረብ ስለ ዘለና እዩ ኣብ ናይ ቅድሚት ኖ ኣብ ናይ ድሕሪት ኖ ኣብ ሕጂ ኣነ ኩሉ ግዜ ኣነ ፕሬዘንት ኣም ስፒሪቹዋል ኣነ ፕሬዘንት ክኸውን እዩ ዝደሊ ኦኬ ኣብ ሕጂ ዘሎ ኩነታተይን ኩነታት ኤርትራ ፒርድ እሱ ኢና ዕደ ዛረበኒ ኦኬ እምበር ናይ ፅባሕ ንግሆ ድመውት ነገር የለን ድመውት ነገር የለን ጥፍእ ነገር የለን ዲስትሮይ ዝኸይድ ነገር ኩሉ ክመላለስ እዩ ኦኬ ኣብ ቦትኡ ከኣት እዩ ፆታ ኣይኮነን ኤኒዌይ ካብዚ ካብዚ ዕንክሊል ኦኬ ካብዚ ዕንክሊል ሕጂ እዚ ሕጂ ሳይክል ዝበሃል ነገር ኣሎ እሱ ነገራት ሞት ውግእ ሞት ውግእ ሞት ውግእ ኦኬ ንኤርትራውያን ደቀባት ነታቶም እቶም ጉርቦ ናይ ግደፍ ሶኮል እትዮም ጉርቦ ከዓኒ ድልየቶም ገብሩ ሰብ እንዳቐተሉ ወርቂ እንዳገፈፉ ንቕድሚት ዝኹሉ ግዜ ዝነብሩ ኢድ መስሎም ሰሙን ደቆምን ምክንያቱ እሱ እንዲቲ ሽግር ዘሎ ጥራሕ ኣብቲ ዝደለይዎ ይፀንሑ ኦኬ እንዳጠፍኡ እንዳጠፍኡ ኮኑ ኣለዉ ሓደሽቲ ክመፁ ኮኑ ሳይክል እዚ ከመይ ጌርና ንሰብሮ ከምኡ እውን እቶም ደገፍቶም ደቂ ነጋውስ ከምዚ ኢለ ክዛረበ ነገሮም ደኺኑ ለምስ ብስማም ኤኒወይ ኣብዚ ኣብዚ ዕንክሊል ከቢብ ኣብዚ ዕንክሊል ከቢብ ንወፅ ከመይ ማለት እዩ ከመይ ከመይ ንወፅ እዚ ንወለዶታት ዝኸደ እዩ መን እዮም ምልላይ መጀመርታ መን እየ መለ- መጀመርታ ከነለልዮም ኣለ ሓቂ ክንከውን ክንክእል ኣለና ሓቂ ትሩዝ ሴት ዩ ፍሪ ሓቂ ፍሪ ሰደካ ሓቂ ክንከውን ኣለና መን እዩ ስጋብ ሕጂ ኣብዚ ንዓና ዘብፅሓና ኦኬ እዞም ጉርቦ እዚኣቶም እንተዘይኮኑ ካብ መጀመርታ ስጋብ ሕጂ ዶ ኮለል ከምዚ ምስ በልና ነርና ኣይ ምስ በልና ነርና ሓቂ ክንዛረብ ክንክእል ኣለና እንተ ደይ ኮና ሓቂ እንደስ እንደገና ክድገሚ ክድገሚ ኣም ኦኬ ኣነ ኣይግሮ ኣነ ካብዚ ድዓብኩሉ ዋላ ዝነበርኩሉ ኣብቲ ናተይ ደረጃ ክድበፅሐሉ ዝደለኹ በፂሐ ኦኬ ንካልኦት ከማን ይሕግዞም ይኸውን ምክንያቱ ድሰደድካዮ ድዘራእካዮ ስለ ትብል እንታይ ኢና ዘሪእና ኢና ንዓፅድ ዘለና ኤኒወይ ኣብቲ ድዘራእናዮ ከዓኒ ገለ ነገር ይፍጠር ኦኬ ከም ሓንቲ መምህረይ ዝበለትንሲ ፍላወርሲ ኣብ ኣብ ዌስት ኣብ ናይ ሓርኢ ገልመልታት እዚ ኣብኡ ቦቂሉ ኣብ ጉሓፍሲ ፍላወር ቦቂሉ ኢላ መሲላት ኣነ ሓሪኣይ ግን ዳሕራይ ግን ተረዲኒ ሓቃ እያ ተረዲኒ ምሰብ ግን ኣነ ከምዚ ኤርትራ ኤርትራ ሽኮሪና እያ ፅቡቅ ዝብል ስለ ዝነበርኩም ንእሽተይ እስቲል እብል እየ ኣነ ኤርትራዊት እየ ብጣዕሚ ኮርዕቲ እየ ብኤርትራውነተይ ብኤርትራ ምዃነይ ኦኬ ግን ሓቂ ሓቂ እዩ ኦኬ እቲ ዓዲ ዘለዎ ሕጂ ፅቡቕ የለን ኣነ ክዓቢ ከለኹን እዚ ሕጂ ዘሎን ሰማይን ምድርን ኦኬ ኣነ ክዓቢ ከለኹ ግዜ ናይቲ መግዛእቲ ዝበሃል እዩ ሕጂ ግን ግዜ ናይዞም ይግደፍ ኤርትራውያን በሃልቲ ኣይ ዶንት ኖው እዩ ሶ ሰማይን ምድርን ዓለም እንዳተወንጨፈት ንሕና ከዓ ንድሕሪት ንኸይድ ኣለና ኣንፃር ኸይድ ኣሎ ስለዚ ሲ ሓቂ ክንከውን ኣለና እቲ ሳይክል እቲ ድመላለስ ሽግርና ናትና ክጠፍእ ንማለት እዩ እሳ ሓቂ ክንከውን ሓቂ እዩ ድፈትሓልና ኦኬ ሕጊ ፍጠር ሕጊ ክንፈጥር ክንክእል ኣለና ሕጊ ኣብ ደገ ሕጊ ክትንፈጥር ንኽእል ኢና ኣብዚ ደገ ኮይና ሕጊ ክንፈጥር ንኽእል ኢና ድሕን ወረቐት ሕጊ ወፅዩ ድሕን ሕጊ ወፅዩ በቲ ሕጊ ስታምፕሎ በቲ ስታምፕ ንሓደ ሰብ ዝጸየቐ ትሰደሉ ደብዳቤ ስርዓት ግበር ክስቶ ወዲ ክስቶ ወዲ ዓዲ ክስቶ ከምዚ ከምዚ ዝኾንካ ከምዚ ከምዚ ዝመጻኻ ስድራኻ ስነ ስርዓት ግበር ከምዝን ከምዝን ትገብር ኣለኻ ስቶፔ ንጓል ከምኡ ስቶፕ ክንነገሮም ክንክእለና ገሊኦም እኮ ደቂሶም እዮም ዘለዉ የለውን ዴይ ሃፍቲ ኮሽን ከምዚታት ክመፆም ከሎ ከጣይቆ እዮም ኣብ ነብሶም ክኣትዉ እዮም ዋ ኣነ ባይጋገ ኣለኹ ሓቂ ባይ እዚ ነገር እዚ ኦኬ ለስቶፕ ወይ ከዓ ንእግሮም ይኣክቡ ወይ ከዓ ምሳኻ ይብሉ እዚ ሓቂ ክንከውን ክንክእል ኣለና ከምኡ ኢና ከዓ ንደሊ ኦኬ ጋዜጠኛታት ኦኬ ሕጂ ሓደ ሓደ ግዜ ኣሃዝከ ዘይኮነ ነገራት ሓሶት ክጠፍእ ክኸውን ሓቂ ክኸውን ኣለዎ ዋላ ኣብቲ ናይ ጋዜጠኛታት ከማኒ ወይ ከዓ ነቲ ከም ድመፂ ከም ሪፖርተር ከማን ሓቂ ክንከውን ክንክእል ኣለና ምክንያቱ ድሕን ረፒቴሽን ሽምካ ዓብ ነገር እዩ ረፒቴሽንካ ዓብ ነገር እዩ ኦኬ ሓንቲ ጋዜጠኛ ኹን ሓደ ዌብሳይት ይኹን ዋላ ዩቲዩብ ይኹን ዋላ ገለ ድሕን ክሕስዊ ጀሚሮም ካብኣቶም ክትርሕቁ ክትክእሉ ኣለኩም ሓንሳብ ሓንሳብ ትጋገ እንዲኻ ጌጋ ኢንፎርሜሽን ንመፀካ እዩ ወይ ከዓ ንዘይኮነ ዘረባታት ከም ገለ መለ ትዳራበሽ እንዲኻ ግን ሓንቲ ዌብሳይት ድሕን ወይ ከዓ ቲቪ እዚም ናይ ጋዜጠኛታት ኣኽባር ዝህቡ ገልምታት ድሕን ሓሶት ኮይኑ ክትርሕቅ ክትክእል ኣለካ ንሕና ኣየልየናን እዩ ንሕና ብሓቂ ክንከይድ ኢና ንደሊ ንሕና ፅፉፍ መሬት ፅፉፍ ህዝቢ ኢና ንደሊ ኣብቲ ናይ ቀደምና ናይ ጭውነት ክንምለስ ኢና ንደሊ ኣነ ናተይ ኮሙ እዩ ሕጂ ጋዜጠኛታት ብቃልዕ ከቃልዕኦ ኣለወን ኦኬ እቲ ጋዜጠኛት ካን እቲ ነገራት ዝኾነ ነገር ከቃልዕኦ ክኽእል ኣለወን ኦኬ እዚ ሲካት ውይ ውይ ውይ ውይ ውይ እንታይ እዩ ኣነ ክርዳእኒ ዘይክ እዚ ናይ ኤርትራውያን ነገር ኣበይ ኣሎ ታክ ታክ ታክ ታክ ታክ ከምኡ እዩ ነይሩ ቀደም ኦኬ ድሕን ሓንቲ ነገር ኮይና ኣብ ገጽካ እዮም ዝነግሩካ ኣርባዕተ ኣርባዕተ ነጥቢ ወይ ኢሳያስ ጸወተሉ እዚ እዚ ኖለጅ ኦኒ ፌስ ዝበሃል ነገር ኣሎ ዝኾነ መጽ ዘረበካ ሽዑ እንታይ ትገብር ኢኻ ኢሉካ እዩ ኖ ጎስብ ቦታን ሕሜት የለን ባጽዕ ኔራ የላን ሓሪራ ብኣ ከይትዛረቡ ማእታን ስቶፕ ጌርኩም ኦኬ ዲ ኣንድስታን ከመይ ይጻወተልና ከመይ ይጻወት ኣሎ ዘም ይግደፍ ዝበሃሉ ሉል ትበሃል ኔራ የላን ሕጂ ብባጽዕ ተባላሸ ወይ ፈሪሰ ኢልካ ክትዛረብ ኣይታ ኦልሬዲ ሂ ቶልድ ዩ ኦልሬዲ ኢንተርስቲ የብሉን ናይ ምዕባለ ኤርትራ ኣስመራ ኩለንቲ ፋክተርታት ጠፊኤን ክስቶ ነይሩ ጥርሙዝ ነይሩ እሱ ጥርሙዝ ንሱ እሱ ከማነ ይረኣዮ የለ እምበር እሱ ሂዝ ጎይ ሂዝ ዳይን ዲኬይድ እንደኾነ እዩ ዝኸይ ዘሎ በሳ ይረኣዮን ኣሎ ናይ ናቱ ኢለኩም እየ ድሕን በቲ ስቴጅካ ደይሓለፍካዮ ኩሉ ግዜ ቆልዓ ዘለካ እዩ ኮይኑ ዝስማዕካ ኤኒዌይ እዚኣ ከዓ ቴሌፎን ትመፀኒ ኣላ ኤኒዌይ ዲስትራክሽን መዓት እዩ ከጥፍኦ ነይሩኒ ኦኬ ኣለዎም እዚ ሕጊ ኸዓ ኣብ ኩሉ ሰብ እዚ ክበፅሕ ኣለዎ ገንዘብ ክእከብ ኣለዎ ኦኬ ሕጂ እዚ ሕጊ ድሕን ናይ ብሓቂ ሕጊ ተሰሪሑ ኦኬ ድሕን ኣብ ጋዜጠኛ እቲ ሕጊ ናይዞም ኣብ ወፃኢ ዘለዉ ነቲ መንግስቲ ኣካይድኡ ዘይፈትዎ ክቕየር ኣለዎ ዝብሉ እቲ ንመንግስቲ ዝኸፍልዎ እቲ ፐርሰንት እቲ ህዝቢ ንዓታቶም ክኸፍሎም ይኽእል እዩ። ሰራሕተኛታት ቆፂርካ ኣብ ዓመት ቤዚክ ገንዘብ እንዳተኸፈሉ እቲ ፋይናንስ ሒዞም እቲ ገንዘብ ናይ ኤርትራ ክእከብ ይኽእል እዩ ኣብ ወፃኢ ሰብ ክኣቱ ከሎ ሽዑ ዓዱ ገንዘብ ሒዙ ይኣቱ። ገንዘብ ፓወር እዩ፣ ኤነርጂ እዩ። ስለዚ ንኣምነት ሕጂ ኣነ ድሕንቱ ፐርሰንት ናብዚ መንግስቲ ናብዚ ግደፍ ዝኸፍል ኮይነ ንዑ ገዲፈ ኣነ ነዞም ሓድሽ መንግስቲ ክንቅይር ኢና እዚ መንግስቲ ምስ ኤርትራ ኣይሰማማዓናን እዩ ዝብል ኣነ እቲ ፐርሰንተይ ኣብኡ ድሕን ከፊለ ኦኬ ዳሕራይ ኣነ ኤርትራ ምስ ኣተኹ ኣይሕተትን እየ ብቱ ፐርሰንት ኦኬ ስለዚ ምክንያቱ ናብቲ ኣነ ዘድልየኒ ስለ ዘእተኹ ዋላ ሓደ ሰብ ምክንያቱ እዚ ነገራት ክቕየር እዩ ዘይቅየር ነገር የለን ክቕየር እዩ ግን ብልቦናን ብትምህርትን ብስርዓትን ክንከዶ ክንክእል ኣለና ሰብ ንዓዱ ክገብር ኣለዎ ክገብር ዘይብሉ ይብሉ ሃውኤቨር ግን ነቲ ደርባሓካ ኢኻ ትገብር ይግደፍ ጉሩቦ ድሕን ይግደፍ ኣስቢሖሞ የስብሕዎ እቲ ንይግደፍ ዘይደሊ ግን ኦፐንሊ ነቲ ኣንጻሩ ኮይኑ ዘሎ ንዕኡ ከስብሕ ኣለዎ እሳቶም ከ ኦርጋናይዝ ኮይኖም ናተይ ጉርቦ ናይ ዓደይ ጉርቦ ናይ ሃይማኖተይ ዶ ናይ ገለይ ከብሉ እቶም ኤርትራ ናይ ኤርትራ ህዝቢ ድሕምመኩም ተኣከቡ እቶም ንሕና ደቀባት ኢና ትብሉ ኦኬ ተኣከቡ ብሓደ ተኣኪብኩም ናይ ሃይማኖት ናይ ዝገለ ናይ ዝገለ ተኣኪብኩም እቲ ናትኩም ፋይናንስኩም ኣተዓራርዩ ድሕን እዚ ኩሉ ሰብ ንዓይ ይብላኒ ከመይ ጌርና ክንሕግዝ ኣነ ኣይደወንኖ ኣይደወንኖ እዩ ክንሕግዝ ኣለና በራራራራ ድብሎ መዓት ኣለዋ ግን ካልእ ከዓ ሓደ ከዓ ክብል ሰሚዐዮ ገንዘብ ድሕን ተኣኪቡ ፕሮፕሌም እዩ ዝፈጥር ኣብ ኩሉ ዓለም ገንዘብ ፕሮፕሌም እዩ ዝፈለጥ ዝፈጥር ሽግር ኣይኮነ ኩሉ ግዜ ዋላ ኣብተን ንሕና ድብላ ስልጡናት ዓለማት ከማን የጣፋፉ እዮም ምጥፍፋእ ኣሎ ምክንያቱ ንሕና ሰብ ኢና ስሕበት ኣለና ግን ንቋፃፀሮም መኣታን ብዙሕ ከየጣፋፍኡ እምበር ምጥፍፋእ እትጣፋፍእ ኢኻ የጣፋፍኡ እዮም ኣብ ሙሉእ ዓለም እዩ ዝጣፋፋእ ኦኬ ድሕን ንኣብነት እ፣ ሽሕ ቅርሺ ተ- ተኣኪቡ ንኣብነት ኦኬ ለሰይ ኦኬ ዓሰርተ ቢልዮን ድሕን ተኣኪቡ ሓደ ቢልዮን ናይ ግድን ክጠፍ እዩ ድሕን ዘይተቆፃፀርካዮ ድሕን ተቆፃፀርካዮ ምናልባት ግን ርብዒ ሚልዮን ይጠፍእ ኾን ናይዚ ጥፊእና ናይዚ ጌርና ናይዚ ሽግር ኣይኮነን እዚ ክትከላ ክኽእል ኣለዎ ኣለዉ እኮ መዓት ግን እሲ ከም ተፋጢጦም ተፋጢጦም እዮም ደሎ ነናቱ ስራሕ ሰብ ክሕዝ ክኽእል ኣለዎ እቶም ናይ ፋይናንስ ከዓ ክሕዝዎ ክኽእሎ ገንዘብ ክእከብ ኣለዎ ካብ ሙሉእ ዓለም ኣነ ብእውነት ሓቂ ብዙሓት ሰባት ኣለዎ ኣብ ኤርትራ ሲ ለውጢ ኮይኑ ሲ ዓዶም ክኸዱ ዝደልዩ ብዙሓት ሰባት ኣለዉ ብዙሓት ሰባት እሞ ከዓ ሃፍታማት ኣዋፂ ኢልካ ምስ መሰዋፁ ይላምን ኣነ ብዝኾነ ደቂ ነጋዋስ ብዙሕ ነገራት ክንልውጥ ድሕንደይና ብዙሕ ነገራት ሲ ክፉት ክፉት ነገራት ንዓና ዕድላት ኣለና ግን ንሕና ዘንጊዕና ኣለና ምክንያቱ ብዘረባ ጥራሕ ከምዚ ሃይማኖት እዝግዮ ኢሎም ኣርግ ኣርግ ኣቢሎም ዘደቅሱኻ ከምኡታት ብዙሓት ስለ ዘለዉ ንዚኣቶም ክንሰርሓሎም ክንክእል ኣለና ይብል ደቂ ነጋውስ እፈትወኩም እየ እፈትወኩም እየ እፈትወኩም እየ ኣዘይ ቢዕቢዖ ቻው